እዚኣ ጓል ነዚ ዝሓመመ ዓርዓር ነብሪ ንክሓዊ ድሕሪ ምግባራ ሓደ ንምእማን ዘጸግም ነገር የጓንፍ። ኣብዝሓ ግዘ ዓበይቲ ናይ ድሙ ዓሌት ኢልና እንጽውዖም እዚኣቶም እንስሳት ንዝኾነ ዓይነት ኣካል ኣመገዶም እንተረኺቦሞ ክሃስይዎ ዝኽእሉ ዓይነት እንስሳት እዮም ኢልና ብምሕሳብና ዓርዓር ነብሪ ምስ ወዲ ሰብ ብሓንሳብ ክነብሩ ይኽእሉ እዮም ኢልና ክንሓስብ እውን ኣይንኽእልን። እሞ ደኣ ኣብዚ ዛንታ ዘጓነፈ ንምእማን ዘጸግም ነገር ከዕልለኩም። ኦልጋ ኣብ ሩስያ ውሽጣ ብእትርከብ ንእሽተይ ከተማ ውሽጢ እትሰርሕ ፈታዊት እንስሳት እያ ነይራ። ካብ ዕለታት ኣብ ሓደ መዓልቲ እውን ኤሽሊ እተባህለ ሓድሽ ወዲ ዝኾነ ዓርዓር ነብሪ ናብቲ ፓርክ ይጽንበር። በቲ ምኽንያት ኣብቲ ፓርክ ውሽጢ ዝርከቡ ሰባት ኩሎም ነዛ ሓድሽ ዓርዓር ነብሪ ንኽላለይዎን ነቲ ሓድሽ ገዝኡ ምስ ረኣዮ እንታይ ከም ዝስምዖ ንምርኣይ'ውን ተሃንጥዮም እዮም ነይሮም። ኰይኑ ግን ነቲ ሓድሽ ዝተሃንጠውሉ እንስሳ ኣብ ዝመጽኣሉ ሰዓት ሓደ ጋሻ ነገር የጓንፍ። እዚ ሓድሽ እንስሳ ናብቲ ፓርክ ድሕሪ ምእታዉ ናብዝን ናብትን እናበለ ኣብ ክንዲ ምስቶም እንስሳት ምልማድ ብቀጥታ ንምድቃስ ምርጭኡ ይገብር። እቲ ኵነታት ካብዚ ንላዕሊ መደናገሪ ክኸውን ዝኸኣለ ግን ኣብቲ ጽባሕ መዓልቲ ናይቲ ፓርክ ሰራሕተኛታት ኤሽል ካብቲ ዝደቀሰሉ ከም ዘይተላዕለ ምስ ፈለጡ እዩ ነይሩ። ምናልባሽ እውን እቲ ቦታ ንዕኡ ሓድሽ ብምዃኑ ምኽንያት ክንቀሳቐስ ከም ዘይደለየ ብምሕሳብ ጥዑም ዝኾነ ቁርሲ ብምሃብ ንከልዕልዎ ዋላ ተፈተኑ። ኮይኑ ግን እዚ ዓቢ ድሙ ንክበልዕ ድሌት ዘለዎ ኣይመስልን። በዚ ምኽንያት እውን ተሰናበዱ እዚኣቶም ሰራሕተኛታት ብህጹጽ ናይቲ ፓርክ እንስሳት ሓኪም ብምጽዋዕ ናይ ኤሽለን ናይ ጥዕና ጉዳይ ከጻርዩ ጀመሩ። እቲ ሓኪም እውን ሙሉእ ናይ ጥዕንኡ ጉዳይ ድሕሪ ምምርማሩ ነቶም ሰራሕተኛታት ኤሸል ከተንፍስ እንከሎ ካብቲ ልሙድ ብዝሓለፈ ቅልጣፈን እንቃዕ እንቃዕ የተንፍስ ከም ዘሎ ይዛረቦም። ናይቲ ሓኪም ግምት ኤሸል ካብ ካልእ ፓርክ ኣብ ዝመጽኣሉ ሰዓት ኣብቲ ጉዕዞኡ ከቢድ ቁሪ ከም ዝረኸቦን ምናልባሽ እውን በቲ ናይ ጻንሒት ብዝሒ ናብ ልዑል ዝኾነ ናይ ሳንቡእ ምቺ ከም እተቐየረ እዩ ገሚቱ። ብኸምዚ መልክዑ ድማ ኤሸል ነቲ ቫይረስ ክከላኸለሉ ዘድልዮ ናይ ቁስሊ መሐከሚ መድሓኒት ዋላ ተድልዮ ከምቲ ተሓስበ ግን ቀሊል ኣይነበረን። ኤሸል ዝኾነ ይኹን ዓይነት መግቢ ይኹን መስተ ክወስድ ስለ ዘይደለየ ናብ ኣካላቱ ኣትዩ ነቲ ሕማም ክከላኸለሉ ዝኽእል መድሓኒት ክወስድ ኣይከኣለን። ኮይኑ ግን እዚ ዓርዓር ነብሪ ነቲ መድሓኒቱ ከይወሰደ ብዝፀንሐ ቁፅሪ ኣካሉ እውን ነቲ ሕማም ናይ ምክልኻል ዓቕሙ እናነከየ መፅእ። ኣካሉ እናተዳኸመ ብዝመፀ ቁፅሪ ናይ ኣካሉ ጨጉሪ እናደረቐ ካብ ምምፃእ ሓሊፉ ኣዒንቲ እውን ከይተረፈ ክጠልቃ ጀመራ። ኤሽሊን ጠጠው ንምባል ይኹን ኮፍ ንምባል ኣብ ዝፍትነሉ ሰዓት እውን ኣእጋሩ ልዕሊ ንተወሰነ ደቒቕ ንላዕሊ ንኣካሉ ደጊፈን ናይ ምፅናሕ ዓቕመን ስለ ዝሰኣና ብተደጋጋሚ ክወድቕ ቀፀለ። ኩላቶም ናይቲ ፓርክ ሰራሕተኛታት ብዛዕባ ኤሽሊ ኣዝዮም ዝተጨነቑ እንትኾኑ እንታይ ከም ዝገብርሉ ይኹን ብኸመይ ዓይነት ኩነታት ምግቢ ክህብዎ ከም ዝኽእሉ ድንግርግር ኢልዎም እዩ ዝርከብ። ኮይኑ ግን ካብኣቶም መንጎ ኣብዚሓ እተጨነቐት ኦልጋ እያ ነይራ። ኦልጋ፣ ኤሽሊ ብግዝኡ መፍትሒ ክረክብ ተዘይክኢሉ ካብ ቅነታት ዘይሓለፉ ዕድመ ጥራይ ክህልዎ ከም ዝኽእል ተረዲኣ እያ። ብኸምዚ ምኽንያት እውን ኦልጋ ኣዝዩ መፍርሒ ዝኾነን ናይ መወዳእታ መማረጺኦም ዝኾነ ሓደ መፍትሒ ተቕርብ። እዚ እውን ኤሽሊ መግቢ ንክበልዕን ኣብቲ መግቢ ውሽጢ እውን ነቲ መድሓኒት ገይሮም ንክህብዎም ተረፎም ሓደ መማረጺ ነቲ መግቢ ብኢዶም ገይሮም ንከኹልስዎ ዝብል ጥራይ ነይሩ። ኮይኑ ግን ናይቲ ፓርክ ሰራሕተኛታት ሒዙሎም ክመጽእ ዝኽእል ሓደጋ ብምሕሳብ ኣብ ስግኣት ስለ ዝነበሩ ብናይ ኦልጋ ሓሳብ ክሰማምዑ ኣይከኣሉን። ናይ ጫካ እንስሳት መብዛሕትኡ ግዘ ንኽንግምቶም ኣዝዮም ከበድቲ ፍጥረት እኳ እንተኾኑ ኮይኑ ግን ኣብ ዝቖሰልሉን ኣብ ዝሓመምሉን ግዘ ኣዝዮም ሓደገኛን ቁጥዓትን ከም ዝኾኑ ዝፍለጥ እዩ ነይሩ። ካብዚ ወጻእ ካልእ መፍትሒ ክርከብ ከም ደይክእል ርግጸኛ ዝኾነት እዚኣ ኦልጋ፣ ናይቶም መሳርሕታ ሓሳብ ንጎኒ ገዲፋ ነቲ ናታ ሓሳብ ናብ መሬት ንክተውዕሎ ናብ ምንቅስቓስ ኣትያ ትርከብ። ንዓኣ ኣብዚ ሰዓት ካብ ናይ ኤሽሊ ጥዕና ንላዕሊ ዘተሓሳስባ ነገር የለን። ካብ ዕለታት ኣብ ሓደ መዓልቲ እውን ኦልጋ ኣብ ጥቓ ኤሽሊ ዋላ ሓደ ሰብ ከም ዘየሎ ምስ ፈለጠት፣ ቀስ ኣቢላ ነቲ ማዕጾ ብምኽፋትን ናብ ውሽጢ ብምእታውን ናብቲ ዓርዓር ነብሪ ክትጽጋዕ ጀመረት። ኣይኮነን ክለዓል ንኸተንፍስ ውን ዓቕሚ ዝሰኣነ እዚ ኤሽሊ ናይ ኦልጋ ናብ ውሽጢ ምእታዋ ዋላ ተተዓዘበ ዋላ ሓንቲ ግን ክገብር ኣይከኣለን ኦልጋ ውን ቀስ ኢላ ናብ ኤሽሊ ምስ ተጸገዐት ናብቲ ንኤሽሊ ሓቢኣ ዘእተወቶ ስጋ ካብ ጅቡኣ ተውጽኣሉ ኦልጋ ነቲ ስጋ ውን ተቕረበትሉ ኤሽሊ ግን ክገብሮ ዝኸኣለ ብስኑ እናፋጸወ ካብ ጥቕኡ ንኽትርሕቕን ንብሕቱ ንኽትገድፎ መጠንቀቕታ ሂባ ኮይኑ ግን ነዛ ዓርዓር ነብሪ ከየኾለሰት ካብቲ ቦታ ንከይትወጽእ ንርእሳ ቃል ዝኣተወት እዚኣ ኦልጋ፣ ምናልባሽ እውን ናይ መግቢ ድሌቱ ክለዓል ይኽእል'ዩ ኢላ ብምሕሳብ፣ ነቲ ስጋ ናብቲ ማይ ብምጥዓም ተመሊሳ ናብ ጥቕኡ ክትህቦ ቀጸለት። ብዘደንቕ ኩነታት፣ ኦልጋ ነቲ ስጋ ብማያንኪኣ ኣብ ዘቕረበትሉ ሰዓት፣ ኤሽሊ ካብቲ ስጋ ነቲ ማይ ክልሕሶ ጀመረ። ዋላ'ኳ እዚ ዓቢ ዓወት ተዘይኮነ፣ ኮይኑ ግን ሓደ ናብ ቅድሚት ዝወስድ ሓደ ስጉሚ ተረኺቡ እዩ። እዚ ዓርዓር ነብሪ ካብቲ ስጋ ነቲ ማይ እናለሓሶ ድሕሪ ምጽንሑ ብዘደንቕ ኩነታት ካብቲ ስጋ ንእሽተይ ብምኹላስ ነቲ ስጋ ክበልዖ ጀመረ። እዚ እውን ድሕሪ እተወሰነ መዓልትታት ጻንሒት ንፈለማ ግዘ ዝበልዖ መግቢ እዩ ነይሩ። ድሕሪ እተወሰነ ደቒቕ ንደሓር እውን ናይ ኤሽሊ ገጽ ካብ ኦልጋን ካብቲ ስጋን ብምዛር ካብዚ ንላዕሊ ክበልዕ ከም ዘይደሊ ሓበሬታ ህባ። ዋላ እኳ ካብቲ ስጋ ክንድቲ ዝኣክል ተዘይበልዐ፣ እዚ ግን ንኦልጋ ዓቢ ዓወት እዩ ነይሩ። በዚ ምኽንያት እውን ዝሓጎሰት ኦልጋ ብቕልጡፍ ካብቲ መዕረፊ ብምውጻእ ናይ ኤሽሊ መድሓኒት ንኽተምጽእ ክትጻደፍ ጀመረት። ኦልጋ ኣብዚ ሰዓት ኤሽሊ ከይፈለጠ ከመይ ነቲ መድሓኒት ክትህቦ ከም እትኽእል ትፈልጥ እያ ነይራ። ካብታ ደቒቕ ጀሚራ እውን ኦልጋ ንኤሽሊ ንኽተብልዕ ኣብ እትኸደሉ ሰዓት ኣብቲ ብማይዛን ክኣቶ ስጋ ነቲ መድሓኒት ብምግባር ንኽወስዶ ትገብሮ። ኣብቲ ስጋ እንታይ ከም እተገብረ ይኹን ናይቲ ስጋ ጣዕሚ ዘየስተውዐሎ እዚ ዓርዓር ነብሪ በብግዜኡ ኦልጋ እተምጽኣሉ ስጋ ብሓጎስ ክበልዖ ቀጺሉ እዩ። ድሕሪ ጻንሒት እውን እዚ መድሓኒት ክሰርሕ ይጅምር። ኤሽሊ እውን ካብ መዓልቲ ናብ መዓልቲ እናሓወየን ናብቲ ንቡር ኩነታቱን ክምለስ ጀሚሩ እዩ። ካብቲ ዝመጽኣሉ ኩነታት ብዝሐሸ መልክዑ ንቑሕ እናኾነ ዝመጸ እንትኾን ካብ ኩሉ ግዘ ብዝበለጸ ኣብ ከባቢኡ ንዝነበሩ ነገራት ብንቕሓት ክዕዘብ ይጅምር። ድሕሪ ሒደት መዓልቲ እውን ኦልጋ ከምቲ ልሙድ ንኽተብልዖ ኣብ ትመጽኣሉ ሰዓት ኤሽሊ ካብቲ ዝደቀሰሉ ተላዒሉ ናብኣ ክጽጋዕ ይጅምር። ብዘደንቕ ኩነታት ኤሽሊ ኣእጋሩ ኣብ ርእሱ ብምግባር ምስጋንኡ ብምትሕስሳይን ትገልጸላ በዚ ውን ልባ ተተንከፈኡልካ ልክዕ ከም ንእሽተይ ድሙ እናተሓሰያ ንዘሎ ኤሽሊ ክትደርዞ ጀመረት ነዛ ብትገብረሉ ሰዓት ውን እቲ ቆርበቱ ደሪቁ ስለ ዝነበረ ከም ሓድሽ ክሕደስ ጀሚሩ እዩ ካብቲ ግዘ ንደሓር ውን ኦልጋ ንሰላምታ ክትብል ናብ ናይ ኤሽሊ መሕደሪ ክትመላለስ ጀመረት ኦልጋ ኣብ መንጎ ንሳን ኣብቲ ዓርዓር ነብሪ ዘሎ ዓቢ ርክብ ስለ ዝፈጠረት፣ በብግዜኡ ንሳ ትመጽኣሉ ሰዓት ብሃንቀውታ ይጽበዮ ከም ዝነበረ ትፈልጥ እያ። ነገራት ንኤሽሊ ካብቲ ናይ ቅድሚ ሕጂ ዝበለጸ እናመሓየሹ ይመጹ ከም ዘለዉ ብምርኣይ፣ ኦልጋ ካብ ኵሎም ንላዕሊ ሕጕስቲ ክትከውን ጀመረት። ህይወቱ ክተትርፈሉ ስለ ዝኸኣለት ብሓጐስ ምስጋንኡ እናገለጸላ ዋላ እተጸንሐ ኰይኑ ግን ኣብ ሓደ ወቕቲ ንኦልጋ ይኹን ነቲ ዓርዓር ነብሪ መሕዘኒ ነገር የጓንፍ። ኤሽሊ ናብቲ ፓርክ ኣብ ዝመጽኣሉ ዓመት፣ ኣብቲ ሓጋይ ሰዓት፣ ናይቲ ፓርክ ኣመራርሓ፣ ናይ ኦልጋ ይኹን ናይ ኤሽሊ ልቢ ዝነክእ ዓይነት ሓሳብ የመሓላልፉ። ብዘሕዝን ኩነታት፣ እቶም ናይቲ ፓርክ ኣመራርሓ፣ ንኤሽሊ ካብ ሕጂ ንደሓር ዝሕብሕቡሉ ይኹን ዝጥውሩሉ እኹል ገንዘብ ከም ዘይብሎም ብምዝራብ፣ ኣብዚ እውን እቲ ፓርክ ንኤሽሊ ናይ መግቢ ይኹን ዘድልዮ ናይ መድሓኒት ኣቕርቦት ንከምጽኡሉ ዓቕሚ ኣይነበሮምን። ምስኣቶም ክጸንሓሉ ዝኽእል ዓቕሚ ከም ዘይብሎም ምስ ተረድኡ፣ ናብ ሓደ ናይ ሰርከስ ጕጅለ ንኤሽሊ ከም ዝሸጥዎ ኣፍለጡ። ድሕሪ'ቲ መሸጣ እውን ብዙሕ ከይጸንሐ፣ እቲ ዓርዓር ነብሪ ናብቲ ሓድሽ ገዝኡ ንክኸይድ ይገብርዎ። ካብቲ ቦታ ኣብ ዝንቀሳቐሰሉ ሰዓት እውን ካብ መሓዝኡ ይፈልይዎ ከም ዘለዉ እተረድአ እዚ ዓርዓር ነብሪ፣ ብዘጸግም ኵነታት ክጐይን ክርብሽን ይጅምር። ነዚ ዝረኣየት ኦልጋ፣ ናይ ቀረባ መሓዝኣ ካብኣ ክፍለ ከም ዝዀነ ስለ እተዓዘበት፣ ንብዓታ ክትቈጻጸሮ ኣይከኣለትን። ኤሽሊ ዝጽንበረሉ ናይ ሰርከስ ጉጅለ ንግዝኡ ካብ ሃገር ዝወጽእ ብምዃኑ፣ ነቲ ኣድረስ ንምርካብ ክንድቲ ዝኣክል ቀሊል ኣይነበረን። በቲ ምኽንያት'ውን ኦልጋ ናይቲ ናይ ቀረባ መሓዝኣ ኤሽሊ ክትበጽሖን ክትሓተሉን እትኽእል ዕድል ኣዝዩ ትሑት እዩ ነይሩ። ድሕሪ ኣርባዕተ ነዊሕ ዓመት ንደሓር ግን ኦልጋ ንኤሽሊ ዝወሰድዎ ናይ ሰርከስ ጉጅለ፣ ናብቲ ከተማ ክምለሱ ከም ዝኾነ ሓበሬታ ትረክብ። ብተወሳኺ እውን እቲ ናይ ሰርከስ ጉጅለ፣ ኦልጋ ናብ እትሰርሓሉ ፓርክ ሓደ እንስሳ ሒዞም ክመጹ ከም ዝኾኑ እውን ሓበሬታ ረኺባ ነይራ። እቶም ናይቲ ፓርክ ሰራሕተኛታት ኣብ ዘዕልሉሉ ሰዓት፣ ምስቶም ናይ ሰርከስ ጉጅለ ሓደ ዓቢ ዓርዓር ነብሪ ከም ዘሎ እንትዝረብ ሰሚዓ እያ። እዚ እውን እቲ ዓርዓር ነብሪ ክስእኖም ዝኸኣለ፣ ቅድሚ ክልተ ዓመታት ብዘጓነፎ ከቢድ ናይ ሕማም ምኽንያት ተላዕለ እዩ ነይሩ። ብዘደንቕ ኩነታት እዚ ዓርዓር ነብሪ ካብቲ ሕማም ክሓዊ ብምኽኣሉ፣ ኦልጋ ናብኣ ቀረባ ናብ ዝኾነ ናይ መዕረፊ ክፍሊ ክኣቱ ከም ዝኾነ ስለ ዝሰምዐት፣ እቲ እዝና ክትኣምኖ ኣይከኣለትን። ብርግጽ'ውን እዚ ዓርዓር ነብሪ ኤሽሊ ድዩስ ኣይኮነን ንኽተረጋግጽ፣ ኦልጋ ምስቶም ሰራሕተኛታት ብምዃን ብቕልጡፍ ናብቲ ዝዓረፈሉ ቦታ ትኸይድ። ብፈለማ ናብቲ ክፍሊ ምስ ኣተወት፣ እዚ ዓርዓር ነብሪ ነቲ ዝኣተወ ሰብ ሸለል ብምባል ነቲ ምግቢ ክበልዕ ቀጸለ። ኰይኑ ግን ኦልጋ ኣብቲ ክፍሊ ውሽጢ ነቲ ናይ ሰርከስ ሰራሕተኛ ክተዛርቦ ምስ ጀመረት፣ እዚ ዓርዓር ነብሪ ብሃንደበት ካብቲ ዝድቀሰሉ ይለዓል። ነቲ ምግቢ ኣቋሪጹ ቀስ ኢሉ ናብቲ ድምጺ ዝሰምዓሉ ኣንፈት ክጓዓዝ ጀመረ። እዚ ዓርዓር ነብሪ እውን ሓንቲ ናይ ሃረርታ ድምጺ ክሰምዕ ምስ ጀመረ፣ ኵሎም ተደኒቖም እተዓዘቡ እንትዀኑ፣ ኦልጋ ግን ነዒንታ ክትኣምን ኣይከኣለትን። ብቕልጡፍ ናብኡ ብምጕያይን ናብቲ እተቖለፈ ሬቴ ብምእታውን ንነዊሕ ግዘ ንእተፈለያ መሓዛኣ ክትደርዞ ጀመረት። ብተመሳሳሊ መልክዑ ኤሽሊ እውን ድሕሪ ነዊሕ ግዘ ንደሓር ነታ ህይወቱ ዘትረፈትሉ ጓል ተመሊሱ ስለ ዝረኸባ ኣዝዩ ተሓጒሱ እዩ። ብሓጎስ ዝኾኖ ዝሰኣነ ኤሽሊ ከምቲ ልማዱ እእጋሩ ኣብ ልዕሊ ርእሱ ብምግባር ፍቕሩ ክገልፀላ ጀሚሩ እዩ። ብዘደንቕ ኩነታት ድሕሪ ኣርባዕተ ዓመታት ንደሓር ነዛ ዓርዓር ነብሪ ህይወቱ ዘትረፈትሉ ጓል ክርሳዕ ኣይከኣለን። ሕያዋይነት ኢሉ እውን የዋህነት ተፈጥሮ ይኹን ግዘ ስለ ዘይግድቦ እዚ ዓቢ ናይ ታርኽ መርኣያ እዩ። ንስኻትኩም ከ ብዛዕባ ናይዚ እንስሳ መስተውዓልነትን ብዛዕባ እዚኣ ኡልጋ እንታይ ሓሳብ ኣለኩም? ንዘለኩም ርእይቶ ኣብ ኮመንት ቦታ ግደፉለይ። ናይ ሎማዓንቲ መደበይ ነዚ ይመስል ነይሩ። ሓደሽቲ ዝኾንኩም ሳብስክራይብ ብምግባር ስዒቡ ውን ላይክን ሸርን ብምባል ናብ ኩሉ ንኽባጻሕ ድጋፍኩም ኣይፈለየኒ።